መሪሕነት ህወሓት ከምኡ እውን መሪሕነት ትዲኤፍ ውሳነታት ክውስኑ እዮም መሪሕነት ህወሓት እኳ ወሲኖም ወዲኦም እዮም ናይ ኣመራርሓ ሰራዊት ትዲኤፍ ከዓ ኣብ ክውድኡ እዮም ከዚ ማለት እዩ ውሳነታት ከዕርፉ እዮም እዚ ጫውጫው ለበሎም ኣለዎ ከዚ ከምዚ ኢልዎ ሲንዎ ዝውሳ እዚኣቶም ደቂ እዛ መሬት እዮም ደቂ ህዝቢ እዮም ልውስንዎ ከዓ ልዚ ዓዲ እዚ ልዚ ህዝቢ እዚ ልጠቅም እዩ መሪሕነት ህወሓት ኮነ ኣባላት መሪሕነት ትድኤፍ ልውስንዎ ውሳነ ልህዝቢ ትግራይ ልመሬት ትግራይ ልጠቅም እዩ ስለዚ ማሰባሰቦ ልሃልካ ከምዚ ልወሲኑ ኣሎ ግዛዕ ኢልካ ልትብሎ ነገር ዋዕዋዕ ኣቢልካ ልትቐይሮ መንእሰይ የለ መንእሰይ ከዚ ተረዲእዎ እዩ ማለት ምክንያቱ እዚ ሰብኣይ እዚ ከሳቀየና ኣብ ሓሙሽ ሓሙሽ ዓሰርተ ዓሰርተ ከምኡ እናበለ ክበታትነና ትግራዋይነትና ከስእነና እዩ ወሲኑ ኒዮቱ ናይ ብልፅግና ናብኡ ኢኻ ክትርኢ ዝግበአካ እምበር እዚኦም ዳኣ ናትካ እንዲዮም ንህዝቢ ትግራይ ዝጠቅም ውሳነ ነዶ ትግራይ ዝጠቅም ውሳነ ንመሬት ትግራይ ዝጠቅም ውሳነ እዮም ክውስኑ እዚ ከዓ ማንም ዝጠራጠሮ ነገር ኣይኮነ ማለት እዩ ስለዚ ብደገ ኮይኖም ከምዚ ኢሎም ወሲኖም ሆሆ ኢሎም እቲ ህዝቢ ከደናግሩ ልምኩሩ ሓደ ሓደ ኣክቲቪስት ኢና በሃልቲ እኒኦ ኣብ ሚድያታት ኣብ ግዛዕ ማለት ስለዚ ዝኾነ ይኹን ውሳነ ብሰራዊት ኣመራርሓ ይኹን ብመሪሕነት ህወሓት እንተስ ዝውሰን ውሳነታት ብምሎም እዚኦም ንህዝቢ ትግራይ ንመሬት ትግራይ ልጠቅም ውሳነ እዩ ማለት እዩ ምክንያቱ እዚኦም ደቂ ትግራይ እዮም እንግዲህ ካብ ግዛዕ ልመፁ ይኹን ለዛ መሬት እዚኣ ልጎድእ ውሳነ ይውስን እዩ ልዚ ለመሓድርዎ ህዝቢ ልጎድእ ውሳነ ይውስን እዩ ምክንያቱ ደቂ እዚ ህዝቢ እዚ ስለዝኾኑ ማለት እዩ ስለዚ በቶም ኣብኡ ለለዉ ሓደ ሓደ ኣክቲቪስታት ጫውጫውታ ሆሆ ማንም ሰብ ከይርበሽ ዝውስንዎ ውሳነ ናይ ዓወት ውሳነ እዩ። ትግራይ ህይወት ትዘርኣሉ፣ ትግራይ እፎይ ትብለሉ፣ መንእሰይ እፎ ኢሉ ህይወቱ ዝመርሐሉ መንገዲ ውሳነታት እዩና ኩሉ ግዜ ፅግዕተኛ ኮይና ክንነብር ጎይታይ ባንኪ በይዛኻ ጎይታይ መብራህቲ ጎይታይ ግዛዕ ላበልና ካብዚ ነገር ዝለውፀና ውሳነ ክኸውን ትፅቢት ንገብር ሓቢርና እዚ ውሳነታት እዚ ንፀበዮ ህወሓት ብሃይላይት ንሰምዖ ኣለና ውሳነታት ፅቡቅ ውሳነ እዩ መሪሕነት ትድኤፍ እውን እዚ ውሳነ እዚ ተፅዲቆምዎ ያው ትግራይ ርእሳ ቀንዕ ተብል እያ ማለት እዩ ሰሰናይ ንዓኹ ተጋዳላይ ሞጎስ ከንቲባ ከተማ ኣላማጣ ማሓደርኻ
ዳሕና ኣድርኹም ተሙ ከመይ እኒኹም ኣለና ፅቡቅ ሰላም እዩ እንታይ እኒኦ እቲ ኩነታት ኣብቲ ከተማኹም ኣብኡ ከባብታት ለሎ ኩነታት ተኣዩ ኢሉ እቶ ሓደ ሓደ ጸላኢ እቲ ወረታት ከምቲ ትፈልጦ እዩ ልግዜኡ ይጥቀሙሉ ኣለዉ እሞ ተኣዩ እኒኦ እቲ ኩነታት ከተማኹም እንታይ ይመስል ከመይ እኒኦ ተኣዩ እኒኦ ብኡ ከባቢ ሓደ እቲ ኣብ ማሕበራዊ ሚድያ ዝበሃል ሎ ነገር ሓድሽ ነገር ሃም ተፈጠረ ይውዛዕ ኣሎ ብወገን ኣላማጣ ግን ምንም ሓድሽ ነገር የለይ ህዝቢ ኣብ ንቡር ስራሑ ምንቅስቃስ እዩ ኢሉ እንሆ ሰራዊትና እውን ኣብ ስሩዕ ናይ ቦታኡ ኢሉ እንሆ ብፍላይ ምስ ናይ ዋጃ ደንበ እንድሕር ሒዙ ብቕድሚት ናይ ክልተኦም ኣካላት ናይ ባዕሎም ዝኾነ ንሕንሕ እንሆ ያው ኣብኡ ድምልከት ድማ ዓርሲ ብዓርሶም ግጥም እንህዎም ምስዚ ትደሕዙ ናትና ሓይሊ ላባኣቱ ላብዚ ገበ ላበሉ ብዝተፈላለየ መንገዲ ዘልዕልዎ ነገራት እንሆ እዮም። እቶም ዘልዕልዎ ድማ ተናእሰ ተናእሰ ምስ ናትና ዝሓዝ ነገር የብሉን። ስለዚ እቲ ህዝቢ ብዝተኻለ መጠን ምስ ናትና ሓይሊ ለጋኒ ለጋጪ ነገር ለየልናይ እቲ ናይ መንግስቲ ኢትዮጵያ ልበሃል ሎሚ እውን ምሳና ላጋጨወ ነገር የለ ሰላም ይንሁ ሓና ላዕላውነት ግዛኣት ትግራይ ናብ መሬት ስለላ ኣረጋገጥና ኣብ ኢድና ስለላ ኣተየ ላብ ቅድሚት ለክደና ላብ ብለክደና ነገር የለ ናብ ፖለቲካ ትሩፋት ለንደሎ ነገር የብልናይ ስለዚ እቲ ከተማና ይኹን እቲ ገጠር ይኹን ኣብ ንቡር ስራሑ እንሆ እቲ ሓረስታይለ ምስቲ ናይ ሕዚ ፅቡቕ ዝናብ ምህላው ናብ ማዝያ ዘርኢ ድጓ የሎ ድኣሚ ኣብ ከተማና ምንም እተፈጠረ ነገር የለይ። ግዜኻ ቆንጢጥካ ድሃብካኒ የቐንየለይ። የቐንየለይ ኣነ እወ ኣነ እታ ጓል እሺ እሺ ዝሓወይ እሺ thank you። ናብ ቁርባንን ስግዳንን ኣብ ዘብል ዕድመ በጺሕካ፣ ዕድሜኻ ሙሉእ ዝተቓለስካሉ ዕላማ ሸንዲኻ፣ ናብ ታሪኻዊ ጸላኢኻ ምልጋብ ግን፣ ግቡእ ድዩ ኣያታተይ? ዓሰርተ ግዜ ጸገም ይሃሉ፣ ናብ ጸላእ ምኻድ ግን ብሓቂ ጥልመት እዩ። ጥልመት ኣስተውዕሉ። ህይወትኩም ሙሉእ ጽቡቕ ዝሰራሕኹምሉ ህዝብን መሬትን ሸዲኻ ናብ ጸላእ ምኻድ ጽቡቕ ኣይኮነን። ሕዚ እውን ግዜ ኣሎ እዩ። ሕዚ እውን ኣስተውዕሉ። እቲ ዝተረፈ ህይወትኩም ምስቲ ትማሊ ደምኩም ዘፍሰስኩምሉ ህዝብን መሬትን ኮይንኩም ጽቡቕ ታሪኽ ጽሒፍኩም ኣብ መሬትኩም ተወደቕኩም እዩ ጽቡቕ እምበር ዳማትኩም ኣብቲ ትማሊ ናብ በረኻታት ከርተት ዘበለኩም ብዙሕ መስዋእቲ ዘኽፈለኩም ብጾትኩም ዘስአነኩም ሓይል ክትኸዱ ዓገብ ዓገብ ኣብ ዓድኹም ተመለሱ ምስ ህዝብኹም ወግኑ ነየናይ ህይወት ነየናይ ግዜ እቲ ዕድሜኹም ረይዎ እቲ ዝሓለፈ ዕድሜኹም እቲ ዝተረፈ ዕድሜኹም ረይዎ ኣብዚ ሰዓት እዚ እተን ዝተረፈ ዓድመ ምስ ፀገማ ትኽክል እዩ ኣብ ትግራይ ፀገማት ክህልው ይኽእል ናይ መሪሕነት ፀገም ብዙሓት ፀገማት ክህልው ይኽእል እዮም ግን ድማ ንዓኹም ሓድሽ ኣይኮነን ብዙሕ ምዕራፋት መጺኹም ኢኹም ስለዚ ሕዚ እውን ግዜ ኣሎ እዩ ሕዚ እውን ግዜ ኣሎ ፍጥን ኢልኩም ናብቲ ናይ ትማሊ መንገዲ ናብቲ ናይ ትማሊ ህዝብኹም ዓድኹም መሬትኩም ናይ ምድሓን ወፍሪ ተበገስ ሰሰናይ ንዓኹም ንባዕሉ ሓሪፍ ህይወት እናነበረ ደቁ ላምሀረ ሰሪሑ ንኣተወ ቤተሰቡ ብደንቢ ብሰላም እናመሓደረስ ነቲ ብስሕተት መንገዲ ሓራ መሬት ዝወረደ ጅግና ኣዮኻ ኣንበሳ ላብሉ ሳዕስዖ ኣብ ክላሽ ሒዙ ስርስር ኣውለወለሉ ላራሰነ ላብሎ ይኾን ገደል ለፅድፍሎ ሰብ ማለት እዩ ሕሊና እኔካ ዶ ፈሪሃ እግዚኣብሔር እኔካ ዶ እስኪ ጠጠው ኢልካ ሕሰብ ታጌርካ ዝወደ ተጎሳቑል ኣለኻ ንስኻ ምስ ቤተሰብኻ ምስ ደቅኻ ምስ ሓዳርኻ ምዉቕ ናብራ ትነብር ኣለኻ ውዚ ነቲ ብስሕተት መንገዲ ሓራ መሬት ዝወረደ ግን ኣታ ጅግና ላበልካ ግዛዕ ላበልካ ህይወቱ ክርስዕ ቤተሰቡ ክርስዕ ደቁ ክርስዕ ሓዳሩ ክርስዕ ወዲ በረኻ ኮይኑ ክነብር ትገብሮ ኣለኻ ዓገብ ፈሪያ እግዚኣብሔር ይሃልኻ ናብ ቤተሰብኻ ተመለስ በሎ ናብ ገዛኻ ተመለስ ወሉ ህይወትካ ምራሕ ወሉ ተዘይ ኮይኑስ ስኢላ ዝኾነት ስለ ልሳዕስዕ ኣብኡ ኮይዱ ዝኾነት ነገር ኣታ ጅግና ወይ ዝኾነት ቪድዮ ስለ ዝሰርሐ ከምዚ ላገብርካ ላራሰርካ ህይወቱ ክበላሸ ይትጎሮ ፕሊስ ፈሪሃ እግዚኣብሔር ይሃልኻ ሰላም